ሊንክ ብምጥዋቅ ሙሉእ ሓበሬታ ብምስዳድ ወይ ከዓ ኣብ ዘዋሪ ደብዳቤ 225 ኣት ጂሜል ዳት ኮም ናይ ክትመሃሩ ድሌትኩም ብምስዳድ ክትምዝገቡ ብኽብሪ ንሕብር ንስኻትኩም ብሩኻት ኢኹም
ተንሲእኩም ኢኹም ድብልና ሎም ምሸት ክንርኢ ማለት ናይ ተንሲእኩም ሚስጥር ቃል ብቃል ቅድሚ ርኣይና ግን ገለ ሓሳባት ክንርኢ ኢና ቆሎሴ ሰለስተ ካብ ሓደ ክሳዕ ሰለስተ ሃዋርያ ጳውሎስ ናብ ማሕበር ቆሎሴ ዝሰደዶ ካብ ሓደ ክሳዕ ሰለስተ ኢና ክንርኢ ከም እንፈልጦ ማሕበር ቆሎሴ ድመስረታ ሃዋርያ ጳውሎስ ኣይኮነን። ካብተን መልእኽትታት ብምሉኣን ሃዋርያ ጳውሎስ ትዘገብን ትመዝገብን ካብተን ዓሰርተ ኣርባዕተ እምበር ጽሑፋቱ እዩ እምበር መስራቲኡ ኣይኮነን ናይ ቆሎሴ። እዚ እንታይ እዩ ካብተን ናይ ኣርባዕ ኣርባዕተ ኣብ ቤት ማእሰርቲ ኮይኑ ዝጸሓፈን ዝበሃላ ሃዋር መልእኽቲ ሃዋርያ ጳውሎስ ናብ ሰብ ኤፌሰን፣ መልእኽቲ ሃዋርያ ጳውሎስ ናብ ሰብ ፊልጲ፣ መልእኽቲ ሃዋርያ ጳውሎስ ናብ ሰብ ሮማ፣ መልእኽቲ ሃዋርያ ጳውሎስ ኣይሚ ናብ ሰብ ገላትያ፣ መልእኽቲ ሃዋርያ ጳውሎስ ናብ ሰብ ቆሎሴ ዝበሃላ እዚኤን ኣርባዕቲኤን ኣብ ቤት ማእሰርቲ ኮይኑ ከም ዝጸሓፈን እየን ዝዝገበለን። ናይ ሮማ እውን ኣዘራራቢ ይኸውን። ኣብዚ ቦታ እዚ ግን ንማሕበር ቆሎሴ ክጽሕፈሎም ዘገደዶ ሃዋርያዊ ተልእኾ እዩ እሞ ከም ንፈልጦ ፓስተር ናይ ሓንቲ ሎካል ቤተ ክርስቲያን ኣላዩ እዩ። ወንጌላዊ ወንጌል ንኹሉ ዝሰብኽ እዩ። መምህር ኣብ ተመደበሉ ሰዓትን ብግሉ ኹን ብማሕበር ደረጃ ቃል ኣምላኽ ብዕምቀት ዝምህር እዩ። ነቢ ብሃገር ደረጃ ብፍላይ ከዓ ምስ መራሕትን ምሕደራን ፖለቲሻንን ዝምድና ብምግባር ወይ ድማ ቃል ብቃል ብምግሳጽ ዝመሓል ነቢ ከምዚ ትንቢት መናብር ተነባይ ኣይኮነን ኔሽን ደረጃ ትንክፍ ማለት ክንመጾ ካልእ ግዜ ንኸውን እዛ ሃዋርያ ግን ሃዋርያ ምስ ቤተክርስትያን እዩ ጉዳዩ ምስ ናቱ ምስ ና ዝመስረታ ገለ ጠቅስ ቤተክርስትያን ዘበለ ስለዚ ኣብ ቤተክርስትያን ዝግበር ምንቅስቃሳት ትምህርቲ ስሕተት ኮነ ምትእትታው ፖለቲካ ኮነ ወይ ድማ ዘይተደልየ ልምድን ባህልን ዝቃወሙን ዝእርሙን ኩሉ ሻዕ ሃዋርያት እዮም ኣብዚ ሃዋርያ ጳውሎስ ስለዚ ዋላ ማሕበር ዝመስረቶ ኣይኹን እምበር ምናልባት ክልተ ተንተንቲ ክልተ ቴዎሎጂያን ኣይዲዮሎጂ ኣሎ ነዛ ማሕበር እዚኣ ዝመስረታ ገሊኦም ኣጵሎስ እዩ ዝብሉ ኣለዉ ገሊኦም ከዓ ኣብቲ ቆሎሴ ኣርባዕተ ዓሰርተ ክልተ ኤጳፍራ እዩ ዝብሉ ኣለዉ ኤጳፍራ ከም ዝመስረታ ብዙሕ እንጸቕጠሉ ምክንያት ሓደ ካባኻትኩም ስለተባህለ ፍቓድ ኣምላኽ ዶ ክብሉ ዝጽልየሎም ዝነበረ እዩ ቆሎሴ ኣርባዕተ ዓሰርተ ክልተ ኣጵሎስ ኣይኮንናን ዝብል ለና ከኣ ኣብቲ ግዜ እቲ ኣጵሎስ ኣበይ ከም ዝነበረን እቲ ሪጅን ከኣ ተቐሚጥኦ ዘሎ ቦታ ናብ ግምት ብምእታው እዩ ስለዚ ኣብዚ ቦታ እዚ ሃዋርያ ጳውሎስ ኣይመስርቶ እምበር ሰሚዑ እዩ ሃዋርያ ጳውሎስ ካብቲ ዝሰምዖ ክልተ ዓበይቲ ክኣቱን ክንገርን ዘይግብኦ ዝነበረ ንህዝቢ ኣምላኽ ቀዳማይ ምስጢር መዓሙቕ ሰይጣን ትብል ትምህርቲ ክትመሃሩ ኣለኩም ድሕነት ኮምኡ ስኢልካ የለን ብከምኡ ተባሪኽካ የለን ብከምኡ ተፈዊሰ የለን እዚ ክትመሃርዎ ኣለኩም ካልኣይ ከኣሲ ከነማልኦ ዝግበኣና ሕጊ ሙሴ ውን ኣሎ እኮ ኢሎም ኣትዮም ኣብ ኩሉ ተስተውዒልኩም ኣብ ማሕበር ፊሊጲ ፊሊጲ ሰለስተ ሓደን ክልተን ቆራረጽቲ ኢልዎም ኣሎ ግዝረት እውጁ ስለ ዝነበሩ ነዚኦም ኣብ ገላትያ ተርእኹሞ ፍርዶም ክጸርዎ እዮም ክልተ ወይ ካብ ሰለሰለስተ እዮም ዝኾኑ ኢልዎም ኣሎ ኣብ ኤፌሶን ተደኣ መጺኻ ብዙሕ ኣይነበሩን ኣብዚኣ ሕጂ ንብላ ዘለና ማሕበር ግን ብሰፊሑ ኣትዮም ነይሮም እዮም ብፍላይ ከዓ ኣብ ሮሜ ሕጂ ኣብ ኩለን ማሕበራት ጳውሎስ ምስ ሰይጣን ዘይኮነ ድቃለስ ነይሩ ምህሮታቱ ዲል ድገብር ድዕሪ ዝነበረ ክርስቶስ የሱስ ተቐቢሎም ስሊኦም ከም ተሰቕለ ከም ዝሞተ ከም ተሰአ ዝፈለጡ ሰባት እዮም ግናኸ ኣብ ውሽጢ እቲ ማሕበር ሕጊ ሙሴ እንዳኽበርና ኢና እውን ክንጸድቕ ዝግባኣና ብኻልእ ኣዘራርባ የሱስ ዝሰርሖ ፕላስ ንሕና እንሰርሖ ብሙሴ ሙሴ ዝበለና ምስ ገበርና ይኸውን ምድሓን እዚኣ ኣስተውዕልዋ የሱስ ዝሰርሖ ይብሉ ፕላስ ንሕና ንሰርሖ ሙሴ ዝበለና ትእዛዝ ይኸውን ምድሓን ዝብል ቀመር ዝሓዙ ሰባት ኣቲ ማሕበር ኣትዮም ናይ ባት ሕጂ ውን ከምኡ ንከምኡ ብመናሓን ኣይከውንን እምበር ኣኣብ ቤተክርስትያንና ኣለው ኣብ ሂወትና በረከት ኣብ ሂወትና ዓወት ኣብ ሂወትና ለውጢ ክመጽእ እወ እጃም ኣምላክ ኣሎ እጃምና ከኣ ኣሎ ተደማሚረን እየን ለውጢ ዘምጽኣ ዝብል ምህሮታት ክሳዕ ሕጂ ውን ፓርሻል ቲቺንግ ንብሎ ኣሎ ምናልባት ከም ዓድና ከምዝብልዎ ማለት እዚ እኮ ልሳን ምጽላይ ጴንጠ ምባል ሽም ሓደ ፍልይ ዝበለ ሕብረተሰብ ምጥራይ ኢና ተፈልና እምበር ኣምህሮታትና ብዘሕዝን መገዲ ብዝጎድእ መገዲ ድማ ሳሰል ቀደም ኣደይ ትብለን ነይራ ኣምላኽ ሓጉዝኒ ድብል ይሕግዘካ ትሕግዞት ከምኡ ዓይነት ማለት እዩ ንሕና ትምህርትና ግን ከምኡ ኣይኮነን ኣምላኽ ኣይሕገዝን እዩ ትምህርትና ጣኦት ኣይኮነን ዳጎን ኣይኮነን እግዚኣብሔር ኣምላኽ ኣንሸክምና ይንኸይድ ኢና ኣብ በደልና ከለና ኣንጻር መንግስቱ ተሰለፍና ከበድሓነና ሂወት ተባላሽያ ከማን ከዕርያ ይክእል እዩስ ኣነ ሂወተይ ሂበ ከድሕነኩም እዩ ዝበለ እምበር እግዚኣብሔር ኣምላክ ኣይ ብሓይልን ኣይ ብክእለትን እታ ሮሜ ዓሰርተ ሓምሳ ሓምሳን ሽዱሽተን ዳዓጽዋ ሃዋርያ ጳውሎስ ኩሉ ካብኡ ንእኡ ብእኡ እዚ ትሪያንግል ሓቂ ካብኡ ንእኡ ብእኡ ዓጽዎ እዩ ሰብ ዝበሃል ካብዚ ውጽዎ እዩ ኣምላክ ኩሉ ብጸግኡ ዝገብረሉ መገዲ ምክንያቱ ኤፌሶን ክልተ ሸሞንተ ሓደ እኳ ከይምካሓስ እያ ትብል ሮሜ ራብዓይ ምዕራፍ ካብ ኣርባዕተ ኣብርሃም ዝምካሓሉ ነይሩ ተዝኸውን እያ ትብል ሪኢኹም ዝምካሕ ብእግዚኣብሔር መካሕ ከዓ ትብለ ቀዳማይ ቆሮንጦስ ቀዳማይ ምዕራፍ ኣብቲ መጨረሽታ ካልኣይ ምዕራፍ እቲ መጨረሻ 17 17 ሶታይ ክብል ደልየ ኣምላኽ ትምክሕቲ ዘበለ ከፍርስ ሓደ ካልኣይ ክብሪ ዘበለ በይኑ ክወስድ ስለ ዝደሊ ናይ ሰብ ነገር ኣይጥቀምን እዩ ካብ ሰብ ኣይጥቀምን እዩ ብሰብ ተደጊፉ ዝዓየ ኣምላኽ ኣይኮነን ኣነ ዋላ እንተዘይሃልየስ ካልእ ሰብ ክህሉ ካልእ ሰብ እንተዘይሃልየ ከኣ ኣነ ክህሉ ከም ዝኽእል እፈልጥ እዩ። እግዚኣብሔር ናይ ኣገልገልቲ ድኻን ናይ ሰናይ ተግባር ሰባት ከኣ ድኽነትን ኣጋጢምዎ ኣይፈልጥን እዩ። ብመሰረቱ ገለ ከም ትጨንቆ ብኢድ ሰብ ኣይግልገልን እዩ። ኣምላኽ መንፈሱ እዩ። ጸጋ እምበር ጾታ ከም ዘየገልግሉ ኣጸቢቕና ንፈልጥ ኢና። ስለዚ ባርያን ሰኪትን ሃብታምን ድኻን ገላውን ሰራያዋት ኮል ኣይሁድን እስራውን ድበሃል ታሪኽ የለን። ሰለ ወድን ጓልን እውን ኣብዚ ታሪኽ እዚ የለን ኢልካ ስለዚ ቅዱሳን ኣብዛ ማሕበር ቆሎሴ ኣትዩ ዝነበረ ኣስደማሚ ትምህርቲ ግና ብዘሕዝን መገዲ ሃዋርያ ጳውሎስ ይገልጾ። ሕጂ ርኢኹም ኣብ ኩለን ቤተክርስትያናት ዘሎ ኣስተምህሮ ፍልልዩ ናይ ጸጋን ናይ ሕግን እዩ። ፍልልዩ ናይ ጸጋን ናይ ሕግን እዩ። እቶም ናይ ጸጋ መምሃራን እንታይ እዮም ዝብሉ? ኩሉ ብክርስቶስ ኮይኑ እዩ፣ ብክርስቶስ ተፈጸሙ እዩ። እንታ ማለት ከዓ እጃም ሰብ ኣብ ምድሓን፣ እጃም ሰብ ኣብ በረኸት፣ እጃም ሰብ ኣብ ዕዮሲ ዋላ ሓንቲ የላን ምቕባል ጥራይ እጃሙ ሰብ ኢና ንብል እንታይ ዳይ መሃብ ናይ እግዚኣብሔር ምቕባል ናትና መሰረቱ እዚኦም ቁርብ ከረዳእኩም መሃብ ካብ እግዚኣብሔር እዩ ኩሉ ሻዕ ያዕቆብ ሓደ ሓሙሽተ እቲ ክልተ ልቡ እንዳተዋላወል ዝብል ገለ ይቅበል እዩ እቲ ብእምነት ጽሊ ግና ጥበብ ተጎደሎ እቲ ሓደ ኢሉ መጽሓፍ ቅዱስ ንኣምላኽ ሕተቱ ክወሃቦን እዩ ክወሃቦ ትብል ቃል ሕዝዋ ኣምላኽ እዩ ዝህብ። ሮሜ ሸሞንተ ተሪኢኹም መቕደስን ሰላሳን ክልተን ወዱ የሱስ ክርስቶስ ካብ ዝህበና ምስ በለ ክንደይ ዳኣ ምስ ውሕዙ ሂበና ክልተ ነገር ደሚሩ ኣሎ። ክርስቶስ ዝኣክል ሓደ ልካዩ ካብ ዘይበቐቐልና ኣብ ውሽጡ ምስ መጻና ዘድሊ ዘበለ ኩሉ ምድራዊ ነገር ክበና እዩ። ብኻልእ ኣዘራርባ ሰማያዊ ነገር ካብ ሃበና ምድራዊ ነገር ከመይ ዘይበና ካብ ሰማይ ዝመጸ ካብ ሃበና ኣብ ምድሪ ደሎ ኣታ ኮይኑ ደይበና ሓደ ወዱ ካብ ናሓፈልና ምድራዊ ነገር ዳኣ እንታይ ዘይበና ትብል ቃል ዘይኮነስ ምስኡ ሓዊሱ ሂብና እዩ ትብል እዚኣ ርኢኹም መሃብ ብወገን ኣምላኽ ካልኣይ ጴጥሮስ ሓደ ሰለስተ ብኽብሩን ደግነቱን ጸዋዓና ምስ በለ ንህይወትን ንፍርሃት እግዚኣብሔርን ዘድሊ ኩሉ ሂብና እያ ትብል ቅዱሳን ዘይተዋሃብናዮ ነገር የለን ዘይተቐበልናዮ ነገር የለን ኣስተውዕሉ እዘን ጠቕሰን ዘለኹ ኣብ ምሃብ ዝተሓፅራ እየን መፅሓፍ ቅዱስ ብግልፂ ወንጌል ዮሃንስ 316 ኣምላኽ በቲ ሓደ ወዱ ዝኣመነ ዘበለ ናይ ዘልኣለም ህይወት ክረክብ እምበር ከይጠፍእ ንወዱ በጃ ክሳዕ ዝህብ ክሳዕ ክንዲ ዝናዓለም ኣፍቀራ ክሳዕ ዝህብ ትብል ቃል ኣስምሩላ ክሳዕ ዝህብ ክሳዕ ሕጂ እንታይ ንርኢ ኣለና ቅዱሳን ምሃብ ዶ ንርኢ ኣለና ምሃብ ንርኢ ኣለና እግዚኣብሔር ኣይወስድን እዩ ቅዱሳን ብዙሕ እዋን እንብሎ ነገር ኣሎ ካልኣይ ከዓ ኣይወሃብን እዩ ሶሪ ንሃቦና ኣምላኽ ውህበትና ነምጽእን ኣምላኽ ን እግዚኣብሔር ኣምላኽ a ቀዳማይ ክንዕርያ እዚኣ ዜና ዕስራን ትሽዓተን ዳዊት ተዛረባ እያ ካብቲ ዝሃበኒ እየ ዝህብ ኣምላኽ ሃበኒ ይብል ለማኒ ኣይኮነን መዝሙር ሓምሳ ረእይዋ ኣነ ለማኒ ኣይኮንኩን ኢለ ዋላ እቲ ዝጠሚ ከማን ካባኻ ኢሎም ምለመንኩን ፈቐዶ ኣኽራንን ኮረቢትን እስራኤል መሊኦ ነደሉ ኣባጊዕ ናተይ እየን ኢሉ ኣብቲ እዋን ገንዘብ ኣይነበረን ብሃብቲ ድትመን ብንዋት ወይ ብንብረት ወይ ብጥሪት እዩ በባጊዕ ብእንስሳታት ከኣ ናተይ እዩ ፈቐዶ እስራኤል መሊኤን ዘለዋ ክራን እዩ ልካ ወርቅን ብሩርን ናተይ እዩ ዝብል እግዚኣብሄር ኣምላኽሲ ለማናይ ስለ ዘይኮነስ ኣይሓትትንዩ ክልተ ነገር እየ ክንቦ ኣይንኽእልን ኢና ከነለቅሖ ከ ኣይንኽእልን ኢና ንድኻ ዝህብ ንኣምላኽ ክለቅሕ ማለት ትኽክለኛ በሽር እዎ ኣምላኽ ተለቂሑ ዕዳ ኮይኑ በካ ማለት ኣይኮነን ንድኻ ዝህብ ሲ ክምለሰሉ እዩ ማለት እዩ ክወሃቦ እዩ ኣምላኽ ማለት እዩ እዚ ሂ ደ ጊቨር ኣምላኽ ወሃባይ ጥራይ ስለዚ ፊልጵ ኣርባዕተ ዓሰርተ ትሽዓተ ኣምላኸይ ከም መጠን ሃብቲ ክብሩ ብክርስቶስ የሱስ ብዘድልየኩም ዘበለ ክህበኩም እዩ ዝብል ሓንቲ ክንፈልጣ ዝግባኣና ቅዱሳን ሎም ምሸት ቅድና ትምህርቲ ምእታውና ኣምላኽ ሃብታም እዩ ኣምላኽ ምንታይ ሃብታም ብገንዘብ ኣይኮነን ሃብታም ብሰላም ኣይኮነን ብንብረት ኣይኮነን ሃብታም ኣስተውዕሉ ኣብዚኣ ናይ እግዚኣብሔር ቤተሰብ መጽሓፍ ቅዱስ ፊልጵ 4 19 እንታይ እያ ትብል ድሌትኩም ዋት ዩ ኮል ኣምላኸይ ሂቦሞ ነይሮም ክልተ ሰለስተ ግዜ ንዓይ ሂብኩምኒ ኢኹም ኢሉ ኣብ ተሰሎንቄ እውን ሰብ ጌርኩም ሰድኩምለ ኢኹም ኣይምን ኣብ ሰሎንቄ ከለኹ ኣብ ሮማ ከለኹን ገንዘብ ሰድኩምለ ኢኹም ብምሃብን ብምውሳድን ማለት ከዓ ነገልግሎተይ ብምድጋፍ ቀዳማይ ደረጃ ሒዝኩም ዘለኹም ንስኻትኩም ኢኹም ይብሎም ንማሕበር ፊልጲ ማሕበር ቆሮንጦስ ኣይተቐበሎምን ወሲድልና ኢሎም ይሓምዎ ስለ ዝነበሩ እውን ኣይደገፎምን ኣብኣ እንታይ ኢልዎም ኣምላኸይ ከም መጠን ሃብቲ ክብሩ ሕጂ ርኢኹም ከም መጠን ሃብቲ ክብሩ ከም መጠን ሃብቲ ጸግኡ እግዚኣብሔር ብክብሩን ብሃብትን እዩ ሃብታም ወይ ኤፌሶን ሓደ ሸውዓተ እንታይ እያ ትብል ብእኡ ምስ በለ ብደሙ ከም መጠን ሃብቲ ጸግኡ ኣስተውዕልዋ እዛ ቃል እዚኣ ሃብቲ ጸግኡ ስለዚ እግዚኣብሔር ሃብታም ብምንታይ እዩ ብጸጋ እንደገና ኤፌሶን ክልተ ካብ ሓደ ክሳዕ ኣርባዕተ ብበደልናን ብኣበሳናን ምዉታት ዝነበርና ምስ በለ ናይ እግዚኣብሔር ቤተሰብ ካምውን እዚኣ ሰምዑኒ ንዓኹም ብበደልኩምን ብኣበሳኹምን ህው ምዉታት ዝነበርኩም ድሕሪ ምባሉ እንታይ እያ ቃል ግናኸ እቲ ብምሕረት ወይ ብጸጋ ሃብታም ዝኾነ ኣምላኽ ስለዚ ኣምላኽ ብምሕረቱ ብጸግኡ ማለት ጸጋን ምሕረትን ፍቅርን ኣምላኽ ስለ ዝኾነ ሃብታም ስለዚ ኣበየናይ ግዜ ኢና ነዚ የድለኩም ዘለኹ ደገታት ክዕጸወኩም ከሎ ጽብብ ክብለኩም ከሎ ጭንቕ ክብለኩም ከሎ ግሬስ ኢልኩም ጸውዕ ንምንታይ እዩ ጸጋ ኢልኩም ጸውዕ ማለት ጸጋ ኩሉ ይሸረፍ ብጸጉኡ ኩሉ ዝህብ ህይወት ሰላም ዕረፍቲ ምክንዋን ዓወት ኩሉ ክጽውዖ ትደክ ኢልኩም ዘድልየኩም ግሬስ ኢልኩም ተጸውዕኩም ኦል ኢዝ ኢን ግሬስ ኦል ኢዝ ባይ ግሬስ ኦል ኢዝ ዊዝ ግሬስ ስለዚ ቅዱሳን እዚ ካብ ኮነ እዚኣ እንድሕር ኣምላኽ ብጸጋ ሃብታም ምዃኑ ኣሚንና ኣምላኽ ወሃባይ ጥራይ ምዃኑ እንድሕር ኣብ ምድሓን ሰብ ኣብ ህይወት ሰብ ኣብ ዓወት ሰብ ኣብ ለውጢ ሰብ ኣብ ፕሮግረስ ሰብ ናይ ሰብ እጃም ደኣ ተያተልና ምቕባል ናትና እያ ላምፓኑ ናትካ ጌርካ ምውሳድ ርኢኹም ወንጌል ዮሃንስ 1 12 እንታይ ኣትክልቲ ቃል ቅዱሳን ጽቡቅ ጌርኩም ረእይዎ ኢኹም ናብቶም ናቱ መጸ እቶም ናቱ ባይሎም ደለዎ ኣይሁድ እዮም ኣቶም ናቱ መጸ ኦ ማይ ጋድ ኣይተቀበልዎ ነቶም ተቀበልዎ ብስሙ ንዝኣመኑ ውሉድ ኣምላኽ ክኾኑ መሰል ሃቦም ሃቦም ሃቦም ሃቦም ሃቦም ምሃብ ጥራይ ናይ ኣምላኽ እሞ ሕጂ እግዚኣብሔር ልና ኣለና ኣይወስድን እዩ ምሃብ እያ ስርሑ ንምንታይ ደኣ እዩ እዮብ እግዚኣብሔር ሃበ ኢሉ ወሰደ ን እዮብ ይኾም ኢሉ ኣብታ እዮብ ሓደ ሓሙሽተ እንድያ ሰይጣን ከም ዝወሰዶ ንብረቱ ከዓ ንፈልጥ ኢና ብሰረቕቲ ሰብሳብ ኣቢሉ ኣግማሉ ሓሙሽተ ሚእቲ ጽንዲ ብዕራዩ ደቁ ከም ዝወሰድሉ ሰይጣን ንፈልጥ ኢና ኣብ ጽሑፍ ኣሎ እሱ ግን ናቱ እዩ ናቱ ምርዳእ እዩ ገለ እውን ይብሉ ሰላመይ ወሲድዎ እግዚኣብሔር ዝብሉ ሰባት ኣለዉ ዋላ እውን ገለ ገሊኦም መንፈስ ካባኻ ክውሰድ እዩ ዝብሉ ኣለዉ ቅዱሳን ኣምላኽ ኣይወስድን እዩ ሮሜ 11 29 ምስ ሃበ ኣይጠዓስን እዩ ዝብል ቅዱሳን ኣይጣዓስን እዩ ኣይጣዓስን እዩ እግዚኣብሔር ምስ ሃብ እንታይ ይኮን ኣይጣዓስን እዩ ስለዚ ኣምላኽ መንፈሱ እውን ኣይወስደልኩም እዩ እዚኣ ምሃብን ምውሳድን ኣብዚኣ ደው ከነብላ መስተኒ ነግሪ መገደይ ምስታ ሕጂ ንሪኣ ስለ ትኸይድ እየ እሞ ከምኣ እንተ ደኣ ኮይና ናይ እግዚኣብሔር ቤተሰብ ቆሎሴ ቆሎሴ ሳልሳይ ምዕራፍ እንታይ እያ ትብል ደላ ሕጂ ናብታ ፖይንት ንመጻናያ ንኾም እያ እንታይ እያ ትብል ደላ ክርስቶስ ደጊም ምስ ክርስቶስ ተሲእኩም እንተኾንኩም እንተኾንኩም ድብል ቃል ጽቡቅ ጌርና ከንብሮ ኣብ ትግርኛና እንተኾንኩምን ኣብ ኣይሁድ እንተኾንኩምን ይፈላለዩ ይፈላለዩ ኢንፋክት ኢንፋክት ብገለ ሳይድ እስራኤልን ዘኢትዮጵያን ኤርትራን ድማ ዝመሳሰል ዝምድና ስለ ዘለዎም ድማ ይዛመድ እዩ ከምፀኣልኩም እንተ ትብል ቃል ሰብኣይ እንተኾንካ ደኣ ቅርብ ደይትብል እንዳ ሰብኣይ ኣይኮንካን ኣይኮነን ዝብለካ ደሎ ኣይኮንካን ዝብለካ ደሎ ከምኡ ይኮነን ሰበይቲ ከ ኣይኮነን ዝብለካ ደሎ ብዛዕባ ፕራክቲካል ይዛረብ ደሎ ካልእ ከምጻልኩም ከምጻልኩም ሮሜ ሸሞንተ ትሽዓተ እንታይ እያ ትብል ታቃል ቃል ብቃላ መንፈስ ኣምላኽ ነኖ ብክርስቶስ መንፈስ ኣምላኽ ሓዲሩኩም ተደኣሉ ሕጂ ንሰብ ሮማ መንፈስ ኣምላኽ ኣይሓደሮም እንድዩ ሮሜ ሓሙሽተ ሓሙሸንተ እያ ትብል እታ ቃል። ብመንፈስ ቅዱስ ኣቢሉ ፍቕሪ ኣምላኽ ኣብ ልብና ፈሲሳ እንድያ ትብል። ኣገዳሲ ሓበሬታ ካብ ኬብሮን ትምህርቲ መጽሓፍ ቅዱስ ዘዋሪ ደብዳቤ ትብል ሓዳሽ ትምህርቲ ዕለት ሽዱሽተ ወርሒ ዓሰርተ ክልተ ሽሕን ዒስራን ሓሙሽተን ኣብ ኬብሮን ትምህርቲ መጽሓፍ ቅዱስ ክትጅመር ስለ ዝኾነ ሊንክ ብምጥዋቕ ምሉእ ሓበሬታ ብምስዳድ ወይ ከዓ ኣብ ዘዋሪ ደብዳቤ 225 ኣት ጂሜል ዳት ኮም ናይ ክትመሃሩ ድሌትኩም ብምስዳድ ክትምዝገቡ ብኽብሪ ንሕብር ንስኻትኩም ብሩኻት ኢኹም ኣብ የማን ኣምላኸይ ኮይነ ካረስ
ሮሜ ሸሞንተ ከዓ ፍቕዲ ዕስራን ሸሞንተ ዕስራን ትሽዓተን እንታይ እያ ትብል እንታይ ኢልና ከም ንፅሊ ኣይፈልጥን መንፈስ ቅዱስ ግና ከም ፍቓድ ኣምላኽ ስለ ኩሎም ቅዱሳን የጸልየና ድግምትን ትብል ስለዚ መንፈስ ቅዱስ ነይርዎም እዩ ማለት እዩ ቅዱሳን ኣለዎም ማለት እዩ እንታይ ደኣ እዩ ሕጂ ሃዋርያ ጳውሎስ ጸኒሑ መንፈስ እንድሕር ደኣ ሓዲሩኩም ዝብሎም ተልኩም ኣለኩም እዩ ዝብል ዘሎ እቲ ኣዘራርባ ዘይቢ ናይ ሃዋርያ ጳውሎስ ኣዘራርባ ናይ ኣይሁድ ኣዘራርባ ንዘለካ ከም ዘለካ ክርእኻ እንተ እንዳበሉ ይመፁ እዮም ፅቡቅ ጌርኩም ሓዝዋ ካልእ እንሪኣ እዛ እንተ ኣብ ቀዳማይ ቆሮንጦስ ተዳሪእናያ ቅዱሳን 3 16 እንታይ እያ ትብል ተቓል እንታይ ትብል እታ ቃል መንፈስ ቅዱስ ንስኻትኩም ማሕደር መንፈስ ቅዱስ ዶ ኣይኮንኩምን መንፈስ ኣምላኽ ሓደርኩም ተሉ ካብ እዋ ሃዋርያ ጳውሎስ ዶ መጽሓፍ ቅዱስ ማሕበር ቆሮንቶስ ግደፎሞ እሱ ቀዳማይ ቆሮንቶስ 12 ካብ ሓደ ጀሚርኩም ትሽዓተ ህያባት ተመሊኦም ጥራይ ደይኮነሲ መንፈስ ቅዱስ ይሓድረኩም ኢየሱስ ጎይታ እዩ ክትብሉ ትኽእሉ ኢኹም ዝረድኦም እኮ እዮም ቃል ጥበብ ዋትኮል ትንቢት ህያባት ዘለዎም እኮ እዮም ቃል ፍልጠት ዘለዎም እኮ እዮም ቃል ጥበብ ዘለዎም እኮ እዮም ናይ ምፍዋስ እምነት ዘለዎም እኮ እዮም ኣገልግሎት ዘለዎም ናይ ትእምርትን ተኣምራትን ኣገልግሎት ዘለዎም እኮ እዮም ናይ እምነት ኣገልግሎት ዘለዎም እኮ እዮም ምልላይ መናፍስ ዘለዎም እኮ እዮም ፍሉይ ዓይነት ቋንቋታት ፅሉ ማእከሎም ኣለዉ ትርጉም ዘለዎም እኮ ማእከሎም ኣለዉ መንፈስ ቅዱስ ጥራይ ድኩንስ በቲ ሸዓቲኡ ህያባት ኣብቲ ግዜ ኣፀጊምዎም ዝነበረ ጠቃቆሙ ከይተረፈ ተገልፁ ሰባት እዮም ግን ክዛረበም ከሎ ኣብ ቀዳማይ ቆሮንት 3:16 መንፈስ ኣምላኽ ሓዲርኩም እንተሎ ንስኹም ማሕደር መንፈስ ቅዱስ ወይ ከዓ መንፈስ ማሕደር መንፈስ ቅዱስ ምዃንኩም ኣይትፈልጡ እንዲኹም ሕጂ እተን ክልተ ኣዘራርባ ናይ ሃዋርያ ጳውሎስ ኣይትፈልጡ እንዲኹም ኣይኮነ እንድዩ ድብል ኣዘራርባ ኣብ ዓድና እውን ኣላ ወዲ 18 ዓመት ክፃወት ርኢናዮ ምስ ቆልዑ ኩሉ ሻዕ ድምፂ ኣይግዛፍልዎ ኣቲ ዓብድ ኣይኮንካን ዓቢ ኢኻ ኢኻ ትብሎ ዘለኻ ግን ብሕቶ መልክዕ ተቕርበሉ ኣለኻ ከምዚ ይጥቀም ነይሩ እዩ ሃዋርያ ጳውሎስ ስለዚ እንተ ንዝብል ንፊቸር ዘይኮነ እንተ ዝብልሲ ንመጻኢ ዘይኮነስ ኮይኑ ማለት እዩ ስለዚ እዚኣ እንታይ ይብላ ኣሎ ክርስቶስ ካብ ሙታት ከም ተስእ እንተ ኣሚንኩም ታይዋ ተቓል ተብላ ደጊም ምስ ክርስቶስ ተሲእኩም ተኾንኩም ስለዚ እንታይ ኢኹም ማለት እዩ ተሲእኩም ኢኹም እታ እንተ ትብል ቃልሲ ክውን ነገር ድዛረብ ዘሎ ከም ተሳእና ገለ ኣብ መፅሓፍ ቅዱስ ክንርኤን ኢና እግዚኣብሔር ዝተመስገነ ይኹን ያ ተንሲ እዚ እንታይ ንኣብነት ከም ኣዘራርባ ሰብ ይዘራርባ እዚ ንኣብነት ሮሜ ሸሞንተ ትሽዓተ መኹም በልኩም ድሓር ናብታ ነጥቢ ክመፅእ ንስኻትኩም ግና መንፈስ ኣምላኽ ሓዲሩ እንተ ኣልዩ ኣንተ ይነግረኩም ኣለኹ ግን ኣብ ቀዳማይ ቆሮንጦስ ትሽዓተ ፍቕዲ ኣርባዕተ ድላ ከም በልኩ ከምቶም ካልኣት ሃዋርያት ኣሕዋት ጎይታ የሱስ ክርስቶስ ኬፋ ዝገብርዎ ብእምነት ሓብትና ዝኾነ ሰበይቲ ምሳና ከነዝውር መሰል የብልና እንድዩ ኣዘራርባ እዩሲ ወይስ ኣነን በርናባስን ጥራይ ድና ክንሓድግ መሰል ዘለና ዕዮ ክንሓድግ ኣዘራርባ እዩሲ ሸብታይ ልማ ፍቕዲ ሸውዓተ እንታይ ብሎም ከመዘራርባ ሰብ እዛረብ ኣለኹ እዚ ማለተይሲ ይምልከተና ዋላ ሃዋርያ ንክዝተተሓፃና ተተመርዓና ፀገም የለን ስቅ ኢልና ተገልገልናሞ ብገንዘብኩም ተባርኽኩምና ጸገም የለን ክብል ደልዩ ኣዛራርባ ሰብ የዛረብ ዘለኹ እዛ ሕጂ እዚኣ እንተ ትብል ኣዛራርባ ሰብ ምዃና በሪሃትልና ኣላ ማለት እዩ በሪሃትልና ኣላ ማለት እዩ በሪሃትልና ኣላ ማለት እዩ ሕጂ ቆሎሴ ሰለስተ ሓደ ትምልስ ኢልና ክንርኣይና ደጊም ምስ ክርስቶስ ተሲእኩም እንተኾንኩም ኣዘራርባ እንታይ እዩ ተሲእኩም ኢኹም ካልእ ክፍሊ መጽሓፍ ቅዱስ ብዛዕባ ተሲእኩም ክንርኢ ቅድሚኡ ግን እግዚኣብሔር ዝተመስገነ ይኹን ተሲእኩም ቅድሚ ረኣይና ኣብ እንታይ ካብ ምንታይ ኢና ተሲእና ንሕና ሕጂ ንድሕሪት ክምለሰኩም እዩ ማለት እዩ እግዚኣብሔር ኣብ ኩሉ ነገር ኣስተውዕሉ ቅዱሳን ራእይ 138 ካብ ምምስራት ዓለም ጀሚሩ እያ ትብል ጽቡቅ ጌርኩም ንሕዳ ሒዝኩማ ናይ እግዚኣብሔር ቤተሰብ ኤፌሶን ሓደ ኣርባዕተ ቅድሚ ምስራተ ዓለም እያ ትብል ቅድሚ ምስራተ ዓለም ትብል ቃል ኣላ እዚኣ ከዓ ሕዙለይ እብራውያን ኣርባዕተ ሰለስተ ከዓ ቅድሚ ምስራተ ዓለም ትብል ቃል ኣላትኩም ፍላይ ከዓ ሮሜ ሸሞንተ ዕስራን ትሽዓተን ነቶም ቀደም ቀደም ቀደም ዝፈለጦም እዚ ቀደምን ቅድሚ ምስራት ዓለም ዝብል ቃል ምድሪ ሽዱሽተ ሽሕ ዓመት ጌራ ኣላ ቅድሚኡ ማለት እዩ መላእኽቲ ኣምላኽ ዕስራን ኣርባዕተን ሽማግለን ከየለዉ ኣርባዕተ እንስሳ ከየለዉ ከለዉ ቀደም ኣብ ኣእምሮ እግዚኣብሔር ዝተሓስበ ዝተመደበ ዝተፀንሰ ዝተፀንሰ ካታቦሎ ካታቦሎ ኢልና ቅድሚ ሕጂ ምሽ ካታቦሎ ማለት ዝተፀንሰ ዝተመኽረ ዝተሓስበ ዝተመደበ እንታይ ኢሉ እግዚኣብሔር ነይሩ ወደይሲ ኢሉ ነይሩ ኢለኩም ቅድሚ ሕጂ ክስቀል እዩ ክመውት እዩ ክትስ እዩ ምስ ተሰኤ ጎይታ የሱስ ክርስቶስሲ ድሒሩ ደለዉ ሰባት ብናይ የሱስ ክርስቶስ ትንሳኤ ዝኣምኑ ዘበሉ እሱ ብስጋ ከም ተሰኤ ካብቲ ሞይቶሞ ደለዉ ናይ ኣዳም መንፈስ ናቶም ከኣ ከተስኦም እየ መንፈሶም ምስ መይቱ ደሎ መንፈሶም ህይወት ወደይ ሂበ ምስ ተሰኤ ናይቲ ተሰኤ የሱስ ክርስቶስ ህይወት ሂበ ንዖም ከኣ ከተሰኦ እየ ሕጂ ኣስተውዕሉ ኣብዚኣ ጽቡቅ ጌርኩም ስምዑኒ መንፈስ እግዚኣብሄር ነብኡ ተሲኡ ንክርስቶ ተሲኡ ንጎይታ የሱስ ክርስቶስ እንታይ ሂቡ ተሲእዎ ኤፌሶን ሓደ ዓሰርተ ትሽዓተ ዕስራን ሓደን ናይ የሱስ ክርስቶስ ወዱ ህይወት ሂቡ መንፈስ ቅዱስ መጺኡ ንየሱስ ክርስቶስ ካብ ሲኦል እንታይ ሂብዎ ህይወት ሂብዎ ህይወት ሂቡ ኣተሲእዎ ክርስቶስ ተሲኡ እንድሕር ክርስቶስ ተሲኡ ዝኾነ ዘረ ኣዳም ካኢሉ እግዚኣብሔር ዝሞተ ዘበለ መንፈሱ ብምኽንያት ኣዳም ሓጢኣት ናይ ወደይ ጽድቂ ብምሃብ በታ ዘተሳእኩሉ ዓይነት ህይወት ነሰብ ከዓ መንፈሱ ከተስኦ ኢሉ እግዚኣብሔር ኣጀንዳ ገይሩ ነይሩ ጽቡቅ ጌርኩም ስምዑኒ ኣጀንዳ ገይሩ ነይሩ ስለዚ ልክዕ ድሕሪ ነዊሕ ዓመት ማለት እዩ ጎይታ ተሰቂሉ ሞይቱ ምስ ተስአ ኣነ ንስኻትኩምን እግዚኣብሔር ኣቦ ስለይ ከም ተሰቅለ ከም ዝሞተ ከም ተሰእ ብምሉእ ልበይ ኣምን ብኣፈይ ምስክር ኣለኩ ኢልና ንወዱ ምስ ተቀበልናዮ ጀሚርና ከምታ ዝበላ እግዚኣብሄር እንታይ ሂቡ መንፈሱ ወዱ ኣይኮነን ድዩ እቲ ንየሱስ ክርስቶስ ዘትስኦ መንፈስ ሂቡ እንታይ ጌርና ኢና ዓና ከኣ ኣተሲኢና ስለዚ መንፈስ ቅዱስ ንየሱስ ክርስቶስ ብስጋ ካብ መቓብር ወይ ካብ ሲኦል ኣተሲኡ ንሰማይ ወሲድዎ። ንዓይን ንዓኻትኩምን ብስጋ ስለ ዘይሞትና ግን ነቲ ዝሞተ መንፈስና ኣተሲኡ ኣብ የማን ኣቦ ገይሩ ኣቐሚጥና። ስለዚ ናይ የሱስ ክርስቶስ ስጋ ተሲኡ ናትና ከንታይ ተሲኡ መንፈስ ተሲኡ ናይ የሱስ ክርስቶስ ሞይቱ ዝነበረ ዋላ ስጉኡ እዩ ናትና ሞይቱ ዝነበረ ግን መንፈስና ጥራይ እዩ ስለዚ ንመንፈስና ኦረዲ እንታይ ኮይኑ ተሲኡ የሱስ ክርስቶስ ከዓ ስግኡ ተሲኡ ካልእ ስጋ ሒዙ ኸይዱ ንዓና እውን ነቲ ስጋና ከተሰኦ እዩ ግዜኡ ግን ኣይኮነን መወዳእታ ዘመን እዩ የሱስ ክርስቶስ ግዜኡ ከይዱ ስለዚ መንፈስና እንታይ ኮይኑ እዩ ተሲኡ እዩ ናይ መንፈስና ትንሳኤ ኸዓ ነቲ ስጋና ከም ተስእ ፅባሕ መረጋገፂ ዘለና ዕርቡን መንፈስ ትበሃል እዚ እዩ ፅቡቅ ጌርኩም ስምዑን እዚኣ ሕጂ ተንኪዩ እዘን ዝስዕባ ዘለዋ ከም ተሳእና ሃለሉያ ኣብዚ ምድሪ እዚ ከም ዘየለና ቻማንዳ ብሉ ኤፌሶን ክልተ ሓሙሽተን ሽዱሽተን እንታይ እያ ትብል ተቓል ንኣኻትኩም እያ ትብል ብበደልኩምን ብኣበሳኹምን ምዉታት ዝነበርኩም ኦ ማይ ጋድ ቺማንዳ ንኣኻትኩም ብበደልኩምን ብኣበሳኹምን ኦ ግሎሪ ምዉታት ዝነበርኩም በደልኩምን ኣበሳኹምን ዝብል ዘሎ ንሕና ዝሰራሕናዮ ስርቅን ሓሶትን ክፍኣትን ርኽሰትን ዝሙትን ኣይኮነን እቲ በደልና ኮይኑ ዘሎ ናይ ኣዳም በደል ሮሜ ሓሙሽተ ዓሰርተ ክልተ ካልኣይ ቆሮንቶስ ሓሙሽተ ዓሰርተ ኣርባዕተ ናትና ኣይኮነን እቲ በደል ኣዳም ድበደሎስ ኣብ ውሽጡ ኣቲና በዲልናዮ ስለዚ ናትኩም በደል ኢልና እግዚኣብሔር ዋላ ነቶም ሓጢኣት ደይፈለጡስ ሓጢኣት ከም ዝገበሩ ገር ቆፂርዎም እግዚኣብሔር ኢሉ ከምዚ ልክዕ ፅድቅና ኢልና ንፅውዖ ግን ፅድቅና ዘይኮነ ናይ የሱስ ፅድቂ ዝኾነ ግን ፅድቅና ኢልና ንፅውዖ ከምኡ ከኣ ልክዕ እዚ ሓጢኣትኩም ተባሂሉ ግን ናትና ኣይኮነን ናይ ኣዳም እዩ ኣብ ውሽጡ ኣቲና ስለ ዝገበርናዮ ግን ኣብ ናይ እግዚኣብሔር ኣቆጻጽራ ሓጢኣትና ተባሂሉ መዝ በዓል ስርቂ ሓሶት ከይመስለኩም ማለት እየ እሺ ከምኡ ተኾይኑ ሕጂ እውን ኣማን ድሕሱ ድሰርቕ ድሓሚ ኣሎ ማለት እዩ ስለዚ እንታይ ክብል ደልየ ብሙታ ዝነብሩ ንኣኻትኩም ኢልካ እወ ክርስቶስ ካብ እግዚ- እግዚኣብሔር ካብታ ዓባይ ፍቅሩ ተላዕለ ካብ ምሕረቱ ተላዕለ ካብ ጸጉኡ ተላዕለ ኦ ማይ ጋድ እግዚኣብሔር ብፍቅሪ ሃብታም እዩ እግዚኣብሔር ብምሕረት ሃብታም እዩ እግዚኣብሔር ብጸጋ ሃብታም እዩ ካብ ምሕረቱ ካብ ናትና ጸሎት ካብ ናትና መንፈሳውነት ካብ ናትና ጉያ ዘይኮነስ ይብል ኣሎ ካብታ ናቱ ምሕረት መንቀሊኡ መበገሲኡ እናተወሰና እዩ

ሕጂ ኣስተውዕሉ ቅዱሳን፣ ምስኡ ተሳእና ማለት ቅድሚ ክልተ ሽሕ ዓመት ስለ እተንሰኣ ክርስቶስ የሱስ፣ ቅድሚ ክልተ ሽሕ ዓመት ዝነበረ ኣብ ማእከልና የለን። ተደይ ተጋጌ ሰማንያ ዝመልኣ ውን የብልናን ኣብ ማእከልና i think top line ተተጠቂመ ሰማንያ ዝመልኣ የብልናን እታ ዕድሜና ርግጸኛ እየ እቲ ክትከውን ትኽእል ካብ ዒስራ ክሳዕ ሰብዓ እያ ክትከውን ትኽእል ናብዚኣ ደልና ተማሃሩ ኩልና ማለት እዩ ዝዛረብ ዘሎ ግን ታሪኽ እዩ ቅድሚ ክልተ ሽሕ ዓመት ከመይ ጌርና ምስኡ ተሲእና ደይረኣናዮ ደይነበርና ሕጂ ኣንቱ ይድበልኩም ርዩ ቅድሚ ስራት ዓለም ኣብ ኣቋጻጽራ እግዚኣብሔር ከምኡ ተመዝጊቡ ከምኡ ከመይ ክኸውን ማለት እዩ ቅድሚ ሕጂ ኤግዛምፕል ናይ በርዝደይ ናይ ጓለይ ናይ ወደይ ለቕሪበልኩም ነይረ ኣነሲ ሓንቲ ሰበይቲ መፅያ ማለት ናይ ወደይ በርዝደይ ካብ ዕለ ዓሰርተ ሸሞንተ ምስ በለ ገና ወዲ ዓሰርተ ዓመት እዩ ወዲ ዓሰርተ ዓመት እዩ የዛረበኩም ዘለኹ እንታይ ግን ትብል ወደይሲ ዓሰርተ ሸሞንተ ድመልኣላ ግዜሲ ኣብ ኣእሙራ ወዲኣቶ እያ ዓሰርተ ሽዑ ድመጸ ሰብ ስሙ ኩሉ ንኩሉ ንኩሉ መም ሚእቲ ሽሕ ኩበየ ካልእ ኤግዛምፕል ከምጻልኩ መም ሚእቲ ሽሕ ኩበየ ኣብ ኣእሙራ ወዲኣቶ እያ ተወዲ ድሕሪ ሸሞንተ ዓመት ወዲ ዕድመ መሊኡ ዓሰርተ ሸሞንተ ዓመት መሊኡ እንታይ ትብሎም ንኩሎም መም ሚእቲ ሽሕ እያ ኣስተውዕሉ ሕጂ ኣስተውዕሉ፣ እዚ ኸኣ ደሓር ኣብ መጽሓፍ ኣብጽሕፉ፣ ኣብ መጽሓፍ ኣብጽሕፉ፣ ከምዚ ኢለ ነይረ፣ ወዲ ዓሰርተ ዓመት ከሎ ፕሮሚስ ኣትየሉ፣ ወዲ ዓሰርተ ሸሞንተ ዓመት ክመልእ ከሎ ድሕሪ ሸሞንተ ዓመት ናብኡ ዝመጸ ዘበለ ኩሉ መሚት ሽሕ ክቦ ኢለ ከምኡ ኸኣ ገይረዮ ኢላ ትዝግብ። ድሕሪ ሓምሳ ዓመት ስምዑን ሕጂ፣ ድሕሪ ሓምሳ ዓመት ሓደ ኣንባባይ ምስ ኣንበበ ካብቶም ሚእቲ ሽሕ ተቐበለ እንታይ ይብል እወ እወ እወ ንሕና እኮ ወዲ ዓሰርተ ዓመት ኮለይና እንታይ ጌርናያ በቃ ታሚጥስ ወሲድናያ እዛ ኣእምሮ እግዚኣብሔር ኣንቢቡ ማለት እዩ ሶይና ወሲድናያ ኣብ ኢድና ደኣተወት ግን መዓሰ 18 ዓመት ዝመልአ ተቐቢልናያ ስለዚ ምስ መን እዮም ተዋሂቦም እቶም ቆልዑ ኣብ ኣእምሮ እግዚኣብሔር ምስ በርዝደይ ናይቲ ቆልዓ መሚጥ ሽሕ ተዋሂቦም ከምኡ ኢሎም ካሶም ታሪክ ጸፉ ኣብዚ ከዓ እንታይ ይብለካ ኣሎ ኢልካ ጳውሎስ ክርስቶስ ክትስእ ከሎስ ኢልካ ኣብ ኣእምሮ እግዚኣብሔር ሙሴና እንታይ ኮይንና ተሲእና ምስ ኢና ተሲእና ብኣካል ኣይኮና ምስ ነርና ነገርኩም ኣብ ኣእምሮ እግዚኣብሔር ግን ከምኡ ቋፃፅራ ስለዝነበር ምስ ኢና ተሲእና ኣለካ ምስ ኢና ተሲእና ባር ቅዱሳን ሎሚ ምሸት እንታይኩም ይተስኡ ትዳርኩም ሽዑ ምስኡ መንፈሶም ከተሰእሉ እግዚኣብሔር ፕሮሚስ ኣት ስለ ዝነበረ እዚ ናተይ ናትኩምን መንፈስ ርኹስ ሰይጣን ዝሰፈሮ ኣጋንንቲ ዝዓሰልዎ ናይ ኣዳም መንፈስ እዩ ነይሩ ሽሙ ኣረጊት ሰብ እዩ ዝበሃል ኣረጊት ሰብ እዝ ስጋ ዝይኮነን ኣረጊት ሰብ መንፈስ ኣዳም እዩ ኣረጊት ብትብል ቃል ጥራይ ናይ ዕድመ ቀመር ከም ዘሎ ረእዩ ኣረጊት ኣብ ትብል ዕድመ ኣረጊት እያ ተታይሉ ዕድመ ክንደይ እዩ ዝርዳእካ ኣረጊት ሰብ ኣረጊት ሰብ ወደ ዓሰርተ ዓመት ጎይታ እንድሕሪ ተቐቢሉ ኣረጊት ሰብ ኣለዎ ዕድሚኡ ከይመስለኩም ስጉ ይኮነን ኣረጊት ሰብ ማለት ሽዱሽተ ሽሕ ዓመት ታሪክ ዘለዎ ናይ ኣዳም መንፈስ ናብ ኩሉ ሰብ ሼር ተገይሩ እዩ ከም ዘሎ ኮፒን ፔስት ኮይኑ እዩ ሼር ተገይሩ እዚ ኣዳም መንፈስ እዚ ኣዳም መንፈስ እዚ ቀዲሙ እግዚኣብሔር ኣምላኽ ነዚ እግዚኣብሔር ምስ ክርስቶስ ከተሳእና ምስ ደልየ ነዚ ኣረጊት ሰብ ቀንጢጥዎ ኣብ ኣእምሮኡ እንታይ ገይርዎ ሮሜ 5 24 እንተሪኢኹማ ሮሜ 6 ከዓ ተሪኢኹማ ብፍላይ ቆሎሴ 2 12 13 ነቲ ኣረጊት ሰብ ክርስቶስ ክስቀል ከሎ ነዚ ናይ ኣዳም መንፈስ ምስኡ እንታይ ገይርዎ ሒዝዎ ከይዱ ተሰቒሉ ክርስቶስ ክመውት ኮሎ ምእንቲ ሓጢኣትና ነቲ ኣረጊት ሰብና ሒዝዎ ከኣ መይቱ ተወዲኡ ተጸንቂቑ ስለዚ ኣብ ኣእምሮ እግዚኣብሔር ሕጂ ህይወት ክቦም እየ ድሕር ተቐቢሎሞ ንወደይ ዝበሎም ሰባት መም ምስ ተቐበልዎ ህይወት ናይ ወዱ ሂቡ ከምቲ መንፈስ ንወዲ የሱስ ክርስቶስ መንፈስ ቅዱስ ዘተስኦ ደሰይ መንፈስ ቅዱስ ከዓ ናባና መፂ ከዓ እንታይ ገይርና ንመንፈስና ኣተሲእዎ ተሲእና ኢና ማለት እዩ ሕጂ ድምጺ ኣምላኽ ክንሰምዕ ንኽእል፣ ራእይ ኣምላኽ ክንርኢ ንኽእል፣ ህላውነት ኣምላኽ ክስምዓና ይኽእል፣ ናይ እግዚኣብሔር ሕይወት ኣብ ውሽጥና ኣሎ፣ የዒንትና ዝተኸፍተ እዩ፣ ጸማማት ኣይኮናን፣ ተሲእና ኢና። ኣማኒ ድምጺ ኣምላኽ ክሰምዕ ካብ ዓዲ ናብ ዓድን ናብ ፍሉያት ኣገልገልትን ስፍራን ክኸይድ የብሉን። ህያው ኢኻ ህያው ኢኻ ተሲእኪ ኢኺ ተሲእካ ኢኻ ትኽእል ኢኻ ናይ ግድን ኣይኮነን ዓይንኻ ስማ ኣቢልካ ራእይ ክትርኢ እርዳኣካ እዩ ኩሉ ትፈልጥ ኢኻ ቀዳማይ ቆሮ ዮሃንስ ክልተ ዕስራ ቀዳማይ ዮሃንስ ከዓ ክልተ ዕስራን ሸውዓተን ያ ኩሉ ንፈልጥ ኢና ኢልካ ኣብኡ ዝነበሩ መምሃራ ምስ ኣዳናገርዎም ግድን ኣይኮንኩም ክትመሃሩ ኢልዎም ትምህርቲ ኣየድልን ማለት ኣይኮነን ሽዑ ግዜ ኢየሱስ ተሲኡ እዮም ትንሳኤ ኣየድልን ይብሉ ስለ ዝነበሩ ማለት እዩ ብሕጂ ድመጽ ትንሳኤ የለን ተወዲኡ ኢሉ ስለዝነበሩ ኣይስምዕዎ እሞ መንዳ ክምህረና መንፈስ ቅዱስ ኩሉ ይፈልጥ እዩ ውሽጥኹም ኢልዎም ስለዚ ዝተሰእ መንፈስ እዩ ዘለና ቅዱሳን ዝተሰአ መንፈስ እዩ ዘለና ተሲእና ይብል ኣሎ ተሲእና ይብል ኣሎ እዚኣ እግዚኣብሔር ዝተመስገን ይኹን ፅቡቅ ጌርና ተንቢብናያ ፕራይዝ ቢ ቱ ዘ ሎርድ ያ ሮሜ 6 4 ኣላትኩም ኤፌሶን 2 ብፍላይ ኤፌሶን ሓደ ዓሰርተ ትሽዓተ እንዳ ኤፌሶን ሓደ ኸኣ ዕስራን ሓደን እንተርኢናያ ብዙሕ ዓብያ እያ ተብርህ ኣነ ግን ሮሜ ሽዱሽተ ካብ ሸሞንተ ክሳብ ዓሰርተ ሓደ ከም በልኩ ሮሜ ሽዱሽተ ኣብ ሸሞንተ ክሳብ ዓሰርተ ሓደ እቲ ካብ ሙታት ዝተሰአ ክርስቶስ መሊሱ ከም ዘይመውት ሞቱ ናብኡ ከም ዘይመልኽ ፈሊጥና ንሕና ምስ ክርስቶስ ካብ ሞትና እ ምስኡ ድማ ብህይወት ከም ንነብር ንኣምን ኢና ማለት እጅ ሕዝዋ ሞቱ ሓንሳእ ንኹሉ ግዜ ካብ ሓጢኣት እዩ ዝሞተ ምስ ተስአ ህይወቱ ግና ንኣምላኽ እዩ ዝነብር ከምኡ ድማ ንስኻትኩም ካብ ሓጢኣት ከም ዝሞትኩም ብክርስቶስ የሱስ ግና ንኣምላኽ ህያዋን ክትገብሩ ህያዋን ከም ኮንኩም ርእስኹም ቁጸሩ ተንሲእኩም ኢኹም እሱ ኢልካ ካብ ላዕሊ ረእይዋ ሸሞንተ እቲ ካብ ምዉታ ዝተስአ ክርስቶስ መሊሱ ከም ዘይመውት ሞቱ ናብኡ ከም ዘይመልኽ ሕዝዋ ሕጂ እዚኣ ጽቡቅ ጌርኩም ዶ ክርስቶስ ካብ ምንታይ ተስኢ ኣሎ ካብ ምዉታት ክመውት እንደገና ኣይክእልን ሕጂ ንሕና ከዓ ምስ ክርስቶስ ካብ ሞትና እንታይ ናይ ምስ ክርስቶስ ሞይቱ ዓንቱ ርኢና ኣለና ገላትያ ሓሙሽተ ዕስራን ኣርባዕተን ርኢና ኣለና ኣይኮነን ቆሎሴ ክልተ ዓሰርተ ክልተ ሪኢናዮ ኣለና ሮሜ ሽዱሽተ ከኣ ካብ ሽዱሽተ ክሳዕ ሸሞንተ ከኣ ሪኢናያ ኣለና እቲ ኣረጊት ሰብና እያ ትብል ኣብታ ካብ ሽዱሽተ ክሳዕ ሸውዓተ ከም በልኩም ረእይዋ እቲ ዝሞተ ያ ኣይ ቲንክ ሶ ጽቡቅ ገይረ ካብ ክንደይ ከም በልኩም መሲልኩም ያ ካብ ሓሙሽተ ጀሚርና ክደኣና ካብ ኣርባዕተ ከኣ ጽቡቅ ገይርና ረእዩና ሮሜ ሻድሻይ ምዕራፍ ካብ ኣርባዕተ ክሳዕ ሸሞንተ በብሓደ ከብርሃ እየ ጽቡቅ ጌሩ ክርዳኣና ማለት እዩ ከም ተሳእና እታ ተሲእኩም ትብል ደሓር ተምጻ በረኸ ስለ ዘላ ተንሲእኩም ክትርዳኣና ኣለዋ ስለዚ ዓርባዕተ ሓሙሽተ ነገር እዩ ክዛረብ ቁጽሪ ሓደ ተሲእኩም እንተ ኾንኩም እታ እንተ ኣብሪሀያ ኣለኹ ቆጽሪ ክልተ ከኣ ተሲእኩም ትብል ጽቡቅ ጌረ ከብርሃ ኣለኒ ምክንያቱ ምስ ትንሳኤ ድመጽ በረኸ ደሓር ክስቆጠና ክኣትወና ክርዳኣና ስለዚ ሮሜ ሽዱሽተ ካብ ኣርባዕተ ጀሚርና ንረኣያ ሮሜ ሽዱሽተ ኣርባዕተ እምበኣርሲ ከምቲ ክርስቶስ ብኽብሪ ብእኡ ካብ ምዉታት ተስእ Thank you ከምኡ ኸኣ ንሕና ብሓዳስ ህይወት ምእንቲ ኽንመላለስ ናብ ሞት ብጥምቀት ምስኡ ተቐበርና። ሞትና ንሞቱ መሲሉ ሕቡራቱ እንተ ደኣ ኾይንና እዛ ሕቡራቱ እንተ ደኣ ኮኖልያ ወይ ድማ ሕብራቱ ማለት ከምቲ ናቱ ሞይትና እንተ ደኣ ኾይንና ከምቲ ንሱ ዝሞተ ሞይትና እንተ ደኣ ኾይንና ሕጂ ኣስተውዕሉ እዚኣ ሞትና ንሞቱ መሲሉ ሕቡራት ተደኣ ኮይና ከምኡ ከኣ ብትንሳኤ ክንሓብሮ ኢና ግድን እዩ እሱ ምስ ተሰክኣ ክንትስእሲ ናይ ግድን እዩ ፐርፌክት እቲ ዝሞተ ካብ ሓጢኣት ሓራ ወፂኡ እዚ ደጊም ንሓጢኣት ከይግዛእ እቲ ናይ ሓጢኣት ስጋ ምእንቲ ክጠፍእ ተኣረጊስ ሰብና ምስኡ ከም ተሰቕለ ንፈልጥ ኢና ስለዚ ታገላትያ ሓሙሽተ ዕስራን ኣርባዕተን ደላቓ ርኢኹም ኣለኹም። እቶም ናይ ኣምላኽ ዘበሉ ስጋኦም ምስ ናይ ፍትወቶም ሰቒሎምዎ ትብል ቃል እዚ ስጋ እዚ ኣይኮነን ኣረጊት ሰብ እዩ እዚ ኣረጊት ሰብ እዚ ከዓ ሽዱሽተ ሽሕ ዓመት ፀንሐ ናይ ኣዳም መንፈስ መይቱ ኣይናይ ዳኣ ተሲኡ እቲ ናይ ክርስቶስ የሱስ መንፈስ ኣብ ውሽጥና እንታይ ኮይኑ ኣትዩ ኣተሲእና እንደገና ሕጂ ህያው መንፈስን ምውት መንፈስን ምውት መንፈስ ናይ ኣዳም ተሰቒሉ ህያው መንፈስ ናይ ክርስቶስ ኣብ ውሽጥና እንታይ ኮይኑ ህይወት ይብና ተሲእና ጽቡቕ፣ እቲ ካብ ምዉታት ዝተስዐ ክርስቶስ መሊሱ ከም ዘይመውት፣ ሞት እውን ኣብኡ ከም ዘይመልኽ ፈሊጥና፣ ንሕና ምስ ክርስቶስ ካብ ሞትናስ፣ ምስኡ ድማ ብህይወት ከም ንነብር ንኣምን ኣሎና። እሺ፣ ማለት ሞቱ ሓንሳእ ንኹሉ ግዜ ካብ ሓጢኣት ዝሞተ፣ ህይወቱ ግና ንኣምላኽ እዩ ዝነብር። ከምኡ ድማ ንስኻትኩም ካብ ሓጢኣት ከም ዝሞትኩም፣ ብክርስቶስ ግና ንኣምላኽ ህያዋን ከም ዝኾንኩም፣ ማለት ከም እተሳእኩም ርእስኹም ቁጸሩ። ስለዚ ኣብቲ ቋጻጸራ ናትኩም ኣብቲ ርእሲ ናትኩም ኣብቲ ማይንሰት ኣብቲ ኢንተንት ናትኩም ኣብቲ ኣይዶሎጂ ናትኩም እንታይ ኩም ሕሰቡ ተንስኤየይ እንታይ ኩም መንፈሰይ እንታይ ኮይኑ ነይሩ ሞይቱ ናይ መን መንፈስ ሒዙ ናይ ኣዳም ኣቤት ደኣ እቲ ድሞተ መንፈስ ይኸው ተሰቒሉ ክርስቶስ ዝስቀል ከሎ ሒዝዎ ተሰቒሉ ክትስእ ከለኻ ነቲ ሓድሽ መንፈስ ብኣምላኽ ተዋህብ ሒዝዎ ሓድሽ ፍጥረት ዝበሃል ተስኡ ስለዚ ሓድሽ ፍጥረት ብክርስቶስ ተስኡ ኣረጊት ሰብ ከዓ ብሞቱ መይቱ ክርስቶስ ክመውት ከሎ ንኣረጊት ሰብና ሒዝዎ መይቱ ክትስእ ከሎ ከዓ ነቲ ተዋህበና ብኣምላኽ ሓድሽ ሰብ ሒዝዎ ተስኡ ስለዚ ኣብ ሞትን ኣብ ትንሳኤን ጎይታ የሱስ ክርስቶስ ክልተ ስራሕ ተሰሪሑ ብሓንሳእ ኣይኮነን ዝፅውዑ ሞቱ ኣረጊት ሰብና ሒዝዎ መይቱ ትንሳኤ ከዓ ሓድሽ ሰብና ሒዝዎ ተስኡ ኣገዳሲ ሓበሬታ ካብ ኬብሮን ትምህርቲ መጽሓፍ ቅዱስ ዘዋሪ ደብዳቤ ትብል ሓዳሽ ትምህርቲ ዕለት 6 ወርሒ 1 225 ኣብ ኬብሮን ትምህርቲ መጽሓፍ ቅዱስ ክትጅመር ስለ ዝኾነ ሊንክ ብምጥዋቕ ምሉእ ሓበሬታ ብምስዳድ ወይ ከዓ ኣብ ዘዋሪ ደብዳቤ 225 ኣት ጂሜል ዳት ኮም ናይ ክትመሃሩ ድሌትኩም ብምስዳድ